ሰላም ሰላም ክቡራትን ክቡራንን ሰላምታና ኣኣብ ዘለኹም ይብጻሕኹም እዚ ፕራይም ትግርኛ እዩ ንሐዚ ናባኹም ዘዋርድናዮ መገደስቲ ምዕባልታት ከም ዝስዕብ ቀሪብና ኣለና ሓደሽቲ ተኸታተልትና ቻናላ ሰብስክራይብ ላይክ ሸር እንዳገበርኹም ክትከታተሉና ብኽብሪ ንዕድመኩም ንሐዚ ኣብ ትግራይ ዝተሰምዐ ኣዘራራቢ ምዕባለ ናባኹም ክነብል ኢና። ጀነራል ጉዕሽ ገብረ ኣብ ትሕቲ ቁፅፅር ሕጊ ከምዝውዓለ ተረጋጊፁ ኣሎ። ንምይይጥ ተፀዊዕኻ ተባሂሉ ኣብ ዝኸደሉ ቦታ ተረኺቡ ከምዝተኣሰረ ድማ ተረጋጊፁ ኣሎ። ነዚ ስዒቡ መግለፂ ዝሃበ ቢሮ ሰላምን ፀጥታን ትግራይ ልዕሊ ሕግን ስርዓትን ምዃን ኣይከኣልን፣ ኣብ ትሕቲ እዚ ብርእሲ ዘውጽኦ መግለጺ፣ ብሰለስተ ዓይነታት ጥሕሰት ብድፍረት ተሳቲፎም ዝበሎም ኣባላት ሰራዊት ናብ ሕጊ ክቐርብ ከምዝወሰነ ተገሊጹ ኣሎ። ኣብ ሰራዊት ትግራይ ኣዛዚ ኣርሚ ዓሰርተ ሓሙሽተ ኮይኑ ዝመርሕ ዝነበረ ብርጋዴል ጀነራል ጉዕሽ ገብረ ኣብ ትሕቲ ቁጽሪ ከምዝውዓለ እዩ ተገሊጹ ዘሎ። እሙናት ፍልፍላት ከምዘቃልሕዎ ሓበሬታ ጉዕሽ ገብረ ዓጀብቱ ዕጥቆም ፈቲሖም ንሱ ከምዝተወሰደ እዩ ተገሊጹ ዘሎ። ኣብ ሰራዊት ትግራይ ዋና ኣዛዚ ግንባር ሰሜን ምብራቕ ዝኾነ መጀር ጀነራል ማሾ በየነ ሎሚ ኣማስዩ ከም ሓለቕኡ ናብ ቤት ጽሕፈቱ ከም ዝጸውዖ ዝተገለጸ ኮይኑ ደሓር ግን ንዓጀብቱ ዕጥቆም ኣፍቲሑ ንዕኡ ናብ ዘይተፈለጠ ቦታ ከም ዝወሰዶ ተረጋጊጹ ኣሎ። ብርጋዴል ጀነራል ጉዕሽ ገብረ ናይታ ኣብ ዙርያ ከተማ ዓዲግራት ትንቀሳቐስ ዝነበረት ኣርሚ ዓሰርተ ሓሙሽተ ዝመርሕን፣ ቕድሚ ውዕሊ ፕሪቶርያ ኣብ ዝነበረ ኹናት ወታደራት ኤርትራ ንዓዲግራት ከይቆፃፀሩ ልዑል ኣስተዋፅኦ ዝገበረ ከምዝኾነ ዝግለፅ ኾይኑ ድሕሪ ውሳነ ልዕል ኮር ተንሳፊፉ ገምዝፀንሐ ድማ ይግለፅ እዩ። እቲ ጀነራል ፅምዶ ተቓዊምኻ ብዝብል ናብ ኤርትራ ተመሓላሊፉ ተዋሂቡ እዩ ዝብል ሓበሬታ ብስፍሓት ዝቃላሕ ዘሎ ኾይኑ ብዛዕባ እዚ ሓበሬታ ብዘሻራውያን ክፃረ ኣይኸኣለን እዩ። ብዛዕባ ማእሰርቲ ጀነራል ጉዕሽ ገብረ ሓበሬት ዝተወከስናዮ ፍልፍልና፣ እቲ ጀነራል ክሳብ ኣርባዕተ ሰዓት ናይ ምሸት ናይ ቁም እሱር ኮይኑ ድሕሪ ምጽናሕ ብዘይተፈለጡ ኣካላት ከም ዝተወሰደ ሓቢሩልና እዩ። ናብ ሻዕቢያ ተመሓላሊፉ ተዋሂቡ እዩ ዝብል ሓበሬታ ግን ካብ ሓቂ ዝረሓቐ ክኸውን ከም ዝኽእል ምንጭና ወሲኹ ገሊጹ ኣሎ። ክሳብ ኣርባዕተ ሰዓት ናይ ምሸት እቲ ጉዳይ ኣብ ውጥረት ከም ዝጸንሐ ዝገለጸ ፍልፍልና፣ ድሒሩ ናይ ጀነራል ጉዕሽ ገብረ መኪና ወሲዶም ዓጀብቱ ብረቶም ኣውርዱ ተባሂሎም ንጀነራል ፍስሃ ማንጁስ ከም ዝሃብዎ ፍልፍልና ገሊጹ እዩ። ድሒሩ ድማ ሓንቲ ፓትሮል ምስ ሽዱሽተ ሰራዊታ ዝተዓፈኑ ኮይኖም መጺኦም ነቶም ዕጀባ ጉዕሽ ክንምርምሮ ኢና ተባሂሎም ኣይንኸድን ምስኡ መርሙሩና ድሕሪ ምባሎም ኣብ ቤት ጽሕፈት ቢሮ ሰላምን ጸጥታን ብፍቓዶም ምስኡ ከም ዝተኣሰሩ ብኣመንቲ ዓይኒ ዝረኸብናዮ ሓበሬታ ኣቃሊሑ ኣሎ። እቲ ወጥሪ ተበኣኢሱ ድማ መንነቶም ክሳብ ሕዚ ብዘይተፈለጡ ተጋደልቲ ኣርሚ ዓሰርተ ሓሙሽተ ብዛላምበሳ ገይሮም ከይወስድዎ ብዝብል ደባይ ሒዞም ይጽበዩ ከም ዘለዉ እዩ ተገሊጹ ዘሎ። ጀነራል ታደሰ ወረደ ብዛዕባ ማእሰርቲ እቲ ጀነራል ዝፈልጦ ነገር ከምዘይብሉ ምንጭታት ሓቢሮም እዮም። ጉዕሽ ገብረ ካብቶም ነቲ ካብ ኮር ንላዕሊ ዝበሃል ኣወዳድባ ዝተቐወሙ ኣዘዝቲ ሰራዊት ትግራይ ሓደ ምዃኑ ዝዝከር ኮይኑ፣ ኣብ ውሽጢ ህወሓት ብዝተፈጠረ ዘይምቅድዳው ስዒቡ ኣብ መንጎ ኣዘዝቲ ላዕለዎት ሰራዊት ትግራይ ምክፍፋል ከምዘሎ ድማ ክግለፅ ፀኒሑ እዩ። ማእሰርቲ እቲ ጀነራል ስዒቡ ቢሮ ሰላምን ፀጥታን ትግራይ መግለፂ ዘውፅኦ ኮይኑ እቲ ስጉምቲ ኣብ ልዕሊ እቲ ጀነራል ዝተወሰደ ከምዝኾነ ኣረጋጊፁ ኣሎ። እቲ ቢሮ ኣብ ዘውፅኦ መግለፂ ልዕሊ ስርዓትን ሕግን ምዃን ኣይከኣልን ኣብ ትሕቲ ዝብል ተሪር መግለፂ ዘውፀ ቢሮ ሰላምን ፀጥታን እቲ ስጉምቲ ክቕፅል ከምዝኾነ ድማ ኣእንፊቱ ኣሎ። ጥንካረ ሰራዊትና ንምሕላውን ዝተውሃበና ተልእኾ ብብቕዓት ንምፍፃምን ሰራዊትና ናይ ውሽጢ ፅሬቱን ሓድነቱን እናሓለወን እናተመዓራረየን ኣብ ኹናት ይኹን ኣብ ሰላም ዓበይቲ ዓወታት እናመዝገበ ፀኒሑ'ዩ ዝበለ ኮይኑ እቲ ቢሮ፣ በዚ ኣንፈት ግና እዚ ናይ ዲስፕሊን ናይ ጥሕሰት ሕጊ ዝፈፀሙ ኣባላት ብሕጊ እናተሓተቱን እናተኣረሙን ኣብ ዋና ተልእኾኦም ክዓስሉ ብቐፃልነት ዝካየድ መደብ መሰረት ዝገበረ ዕለታዊ ህንፀት ናይ ሰራዊት ትግራይ ልሙድ ስራሕ እዩ ክብል እውን ኣዘኻኺሩ እዩ። ይኹን እምበር ሓደ ሓደ ኣመራርሓ ሰራዊት ኹሉ ሰብ ኣብ ቕድሚ ሕጊ ማዕረ ምዃኑ ረሲዖምን ናይ ሰራዊት መተሓዳደሪ ደንቢ ጥሒሶምን፣ ኣብ ዘየድሊ ዝበሎ ናይ ዲስፕሊንን ሕግን ጥሕሰት ብድፍረት ዝሳተፉ ምህላዎም ተፈሊጡ ኣሎ ዝበለ ኮይኑ፣ ዝፍጽምዎ ዘለዉ ጌጋታት ክእረሙ ዝተገበረሎም ጻዕርን ምኽርን ክሰምዑ ኣይኸኣሉን ክብል ድማ ገሊጹ። ስለዝኾነ ድማ ብዝፈጸምዎ ስሕተት ብሕጊ ናይ ምሕታት ሓላፍነት ዘለዎ ትካል ጉዳዮም ክጻረ ብሕጊ ክረኣ ወሲኑ ኣሎ ክብል ድማ ነቲ ማእሰርቲ ኣረጋጊጽዎ እዩ። እቲ ቢሮ ብሰለስተ ነጥብታት ዝኸሰሶም ነቶም ሽሞም ዘይጸርሖም ጀነራላት ብተደጋጋሚ ዝፈጸምዎም ስሕተት ዝበሎም ድማ ዘርዚርዎም እዩ። ኣሃዱታት ውሽጣዊ ሰላም ክስእናን ኣብ መንጎ ተጋዳላይን ኣመራርሕኡን ምትእምማን ከይህሉ ምስራሕ ብቐዳማይ ብርኪ ዘቕረቦ ክሲ እንትኸውን ንወድዓዊ ጸገማት ብምብላጽ ሰራዊትና ከይስልጥንን ንልኡኹ ከይዳሎን ዓንቃፊ ተራ ተጻዊቶም እዮም ክብል ድማ ገሊጹ። ካብዚ ሓሊፉ ምስ ሸፋቱ ዕላዊ ርክብ ብምፍጣር ሓይሊ ሰብ ብምምልማል ሽፍትነት ናይ ምብርትታዕ ተግባር ፈጺሞም እዮም ክብል ድማ ኸሲሱ እዩ። ኣብ ከተማታት ዓመጽን ዕግርግርን ንክለዓል ነዚ መስርሒ ዝኾኑ ሰባት ኣብ ምጉጃልን ምውዳብን ተግባራት ተዋፊሮም እዮም ክብል ድማ ኽሲ ቐሪብሎም እዩ። ስለዝኾነ ድማ ንመተሓዳድር ደንቢ ሰራዊትና ብምጽራር ይፍጽሙ ስለዘለው ተሓታትነት ንምርግጋጽን ሕግን ስርዓትን ንምኽባር እንትበሃል ሕጊ ምኽባር ድማ ካብ ውሽጥና ክጅምር ስለዝግበኦ ኣብ ዝኾነ ብርኪ ኣመራርሓ ይሃሉ ብዘይኣፈላላይ ብቐጻልነት ክትግበር ከምዝኾነ ድማ ኣረጋጊጹሎም። ኣብ መወዳእታ እቲ ቢሮ ዝኾነ ሰብ ነጻ እዩ ዝበሃል ካብዚ መሰል ተግባራት ብሕጊ ተጻርዩ ንጹህ ምዃኑ እንትረጋገጽ ጥራሕ እዩ ዝበለ ኮይኑ ብምዃኑ ድማ ነዚ ውሳነን ኣተግባብርኡን ዝዕንቅፍ ዝኾነ ይኹን ውልቀ ሰብ ጉጅለ ወይም ኣካል እንተሃልዩ ከምዘይንዕገስ ንገልጽ ድማ ክብል ኣጠንቂቑ እዩ። ኣብ ተመሳሳሊ ጥፍኣት ኣሎ ተባሂሉ ዝተጠርጠረ ወገን ሕጊ ናይ ምኽባር ስራሕ እንትናቱ ተጠናኺሩ ክቕጽል እዩ ክብል ድማ ኣፍሊጡ ኣሎ። ጀነራል ጉዕሽ ገብረ ካብቶም ጥሪ ዓሰርተ ሓሙሽተ ክልተ ሽሕን ዓሰርተ ሸውዓተን ዓመተ ምህረት ሰራዊት ትግራይ መራሕቲ ካብ ኮር ንላዕሊ ዝኾኑ ተኣኪቦም ናይ ህወሓት ሰራዊት ምዃኖም ዝወሰንሉ ውሳነ ሰራዊት ትግራይ ናይ ህዝቢ ትካል እምበር ናይ ሓደ ውድብ ኣይኾነን ብምባል ዝተቓወሙ ላዕለዎት መራሕቲ ሰራዊት ትግራይ ሓደ ምዃኑ ዝፍለጥ ኾይኑ ድሕሪኡ ድማ ምስ ሰረስደ ርእሱ ካብ ስራሕ ተኣጊዱ ከምዝፀንሐ ይፍለጥ እዩ። ናብቲ ቀጻሊ ሓበሬታ ኣቢልና፣ ዘይሕጋዊ ምምሕዳር ምዕራብ ትግራይ ክፈርስ እዩ ተባሂሉ። እቲ ካብ ብዛዕባ መሬት ንላዕሊ ዝኾነ ምዕራብ ትግራይ ጉዳይ ዝተሰባበረ ህይወት ኣሽሓት ወገናትና ዝተሸከመ ምዃኑ ይፍለጥ እዩ። ሰብ ዋናታቱ ብሓይሊ ተሰጒጎም ካብ ሞት ኣምሊጦም ንኣስታት ሓሙሽተ ዓመታት ኣብ ኣብ ቕዳድ ኬንዳ ይማስኑ ምህላዎም ይፍለጥ እዩ። ሑመራ ኣብ መንጎ ተስፋን ጥልመትን ኾይና እቲ ዘይሕጋዊ ምምሕዳር ክፈርስ እዩ ዝብል ቃል ጌታቸው ተሰሚዑ ኣሎ።

እታ ምውቕቲ ርስቲ ተጋሩ ሎሚ እውን ኣብ ትሕቲ ጸልማትን ወራር ግፍዕን ትርከብ ምትርከብ ዝፍለጥ ኮይኑ እቲ ዝለዓለ ቃንዛ ግና እቲ መሬት ጥራሕ ዘይኮነስ እቶም ንሓሙሽተ ዓመታት ጽባሕ ናብ ዓድና ከንኣቱ ኢና እናበሉ ኣብ ኬንዳታት ተዓቑቦም ብጥሜትን ብሕማምን ዝሃልቁ ዘለዉ ልዕሊ ሓደ ሚልዮን ወገናትና እዮም። እዚ ስቓይ እዚ ንምብቃዕ ሎሚ ሓዱሽ ዲፕሎማሲያዊ ጫውጫውታ ይስማዕ ኣሎ። ኣይተ ጌታቸው ረዳ ምስ ኣምበሳደር ኣሜሪካ ኢርቪን ማሲንጋ ኣብ ሑመራ ዑደት ድሕሪ ምክያዱ ንጋዜጣ ሪፖርተር ኣብ ዝሃቦ ቃል፣ መንግስቲ ፌዴራል ነቶም ኣብ ምዕራብ ትግራይ ዘለዉ ዘይሕጋውያን ምምሕዳራት ንምፍራስ ይዳሎ ኣሎ ክብል ተዛሪብዎም እዩ። እዚ ቃል እዚ ንብዙሓት ተመዛበልቲ ናይ መወዳእታ ተስፋ ክኸውን እንከሎ ንብዙሓት ግና እቲ ቃል ኣይተ ጌታቸው ረዳ ተጠራጢሮሞ ኣለዉ። ደጊም እምነት የብልናን ዝብል መሪር ስምዒቱ እውን ይንፀባረቕ እዩ ዘሎ። ዋላ እኳ እቲ ኣብ ቃል ጌታቸው ተወኪሱ ተስፋ ዘለዎ ሓስዳ ሪፖርተር እንተተሰምዐ፣ እቲ ሓበሬታ ፖለቲካዊ ዕላማ ዝተሓንገጠ ክኸውን ከም ዝኽእል ግን ይግለጽ እዩ ዘሎ። ኣይተ ጌታቸው ረዳ ብዛዕባ ጉዕዞ ሑመራ ኣድሂቡ ዘካፈሎ ሓበሬታ እመኑኒ ተመዛበልቲ ምዕራብ ትግራይ ክምለሱ እዮም ዝበለ ኮይኑ እቲ ሓቢርዎ ዝኸደ ማሲንጋ ግን ዞባ ሑመራ ክብል ብተደጋጋሚ እዩ ተሰሚዑ ዘሎ። ናይ ማሲንጋ ለስላሳ ዲፕሎማሲ ስዒቡ ኣብ ተጋሩ እውን ልዑል ቁጥዐ ፈጢሩ ነይሩ እዩ። ኣምባሳደር ማሲንጋ ኣብ ሑመራ ብኣካል ተረኺቡ እቲ ዝዓነወ መሰረተ ልምዓትን፣ ኣብ ኣገልግሎት መሰረታዊ ልምዓት ህዝቢ ዘለዉ ምትእጉጓላትን ኣመልኪቱ ዝጸሓፈ ኮይኑ፣ ይኹን እምበር እቲ ኣምበሳደር ፖለቲካ ንጎኒ ገዲፍኹም ንህዝቢ ቀዳምነት ሃቡ ክብል ዝሃቦ መግለጺ ንህወሓት ሓዊሱ ንብርክት ዝበሉ ፖለቲከኛታት ኣቖጢዑ ዩ። ኣብ ምዕራብ ትግራይ ዝተፈጸመ ዘርኢ ምጽናት ኸመይ ኢሉ ዩ ካብ ፖለቲካ ተፈልዩ ዝብል ሕቶ ምላሽ ኣይረኸበን ዩ። ማሲንጋ እዚ መስርሕ እዚ በብደረጅኡ ክፍጸም፣

እቲ ሐዚ ዝስማዕ ዘሎ ምምሕዳራት ክፈርሱ እዮም ዝብል ዜና ንወረርቲ ሓይልታት ዘርዕድን ንህዝቢ ድማ ሓዱሽ ተስፋ ዝህብ እኳ እንተኾነ ሕሞራ ብዲፕሎማሲያዊ ሽርሒ ክትሽየጥ ኣይትኽእልን። እቲ ሓቀኛ ፍትሒ ዘረጋግፅ እቶም ገበነኛታት ተሓተቲ ምስ ዝኾኑን ነፍሲ ወከፍ ተመዛበልቲ ዘሎ ወገንና ብኽብሪ ብናፅነት ኣብ ሙቕ ቤቱ ምስ ዝሓድር ጥራሕ ከምዝኾነ እዩ ዝግለፅ ዘሎ። ዝኸበርኹም ተኸታተልትና እዚ ተጀሚሩ ዘሎ ምንቅስቓስ ተመዛበልቲ ናብ መረበቶም ዝምልስ ይመስልዶ ወይስ ሕዚ እውን ተወሳኺ ናይ ግዜ መግዝኢ ድራማ እዩ ክኸውን? ርእይቶኹም ኣብ ኮሜንት ኣካፍሉና። ናብቲ ቀጻሊ ኣዝዩ ዘደንግጽ ዛዕባ ከነሸጋግረኩም። ኣብ ሊብያ ኣብ ሓደ ሕርሻ ጃምላዊ መቓብር ስደተኛታት ከም ዝተረኸበ ተገሊጹ። ሰበስልጣናት ምብራቓዊ ሊብያ ብውሕዱ ሬሳ ዕስራን ሓደን ስደተኛታት ዝሓዘ ጅምላዊ መቓብር ከም ዝረኸቡ ጸብጻባት ሓቢሮም። እዚ ርኽበት እዚ ድማ ኣብ ጥቓ ከተማ ኣጅዳብያ ኣብ ዝርከብ ሕርሻ ድሕሪ ዝተኻየደ ወፍሪ ምዃኑ ዝተገለጸ ኮይኑ፣ ካብቲ ሓደጋ ዝደሓኑ ሰባት እውን ተረኺቦም ምልክታት ምስቓይ ከም ዝነበሮም ተገሊጹ እዩ። ሮይተርስ ከም ዝሓበሮ ሰበስልጣናት ጸጥታ እቲ ዘሕዝን ርኽበት ካብታ ከተማ ኣስታት ዓሰርተ ኪሎ ሜትር ንሸነኽ ደቡባዊ ምብራቕ ዘጓነፈ ከም ዝኾነ ዝተገለጸ ኮይኑ ካብ ሃገራት ትሕቲ ሰሃራ ኣፍሪካ ዝመጹ ስደተኛታት ኣብቲ ቦታ ሕርሻ ጆቶ ተታሒዞም ከም ዘለዉ ድሕሪ ዝተረኸበ ጽንጽንታ ከም ዝኾነ እዩ ተገሊጹ። ኣብቲ ብሓይልታት ጸጥታ ዝተኻየደ ወፍሪ፣ ገለ ደቂ ተባዕትዮን ደቂ ኣንስትዮ ህጻናትን ብህይወት ክድሕኑ እንከለዉ፣ ኣብ ኣካላቶም ግና ምልክታት ኸቢድ ማህረምትን ስቓይን፣ ቶርቸርን፣ ከም ዝተረኣ ከም ዝረኣ ሮይተርስ ጸብጺቡ። እቶም ዝደሓኑ ስደተኛታት ብቕልጡፍ ናብ ሆስፒታል ክውሰዱ እንከለዉ፣ ምስኦም ተታሒዞም ዝነበረ ኻልኦት ሓያሎ ሰባት ግና ሃለዋቶም ኣይተረኸበን እዩ። ወናኒ እቲ ሕርሻ ብኡ ንብኡ ኣብ ትሕቲ ቑጽሪ ክኣቱ እንከሎ፣ ብዛዕባ እቲ ኣብ መሬቱ ዝተረኸበ ጃምላዊ መቓብር እውን ተኣሚኑ እዩ። መርመርቲ ሕጊ ድማ እቶም ስደተኛታት ብኸመይ ከም ዝሞቱ ንምፍላጥ ምርመርኦም ቐጺሎም ኣለዉ። ካብ ክልተ ሽሕን ዓሰርተ ሓደን ኣቆጻጽራ ኣውሮፓውያን ጀሚሩ ብስንኪ ኣብ ሊብያ ዘሎ ፖለቲካዊ ዘይምርግጋዕ እታ ሃገር ንዘይሕጋውያን ኣስገርቲ ደቂ ሰባት ምችውቲ ኮይና ከም ዘላ ዝፍለጥ እዩ። ስደተኛታት ናብ ኣውሮፓ ንምስግጋር እናተጸበዩ እንከለዉ በዞም ገበነኛታት ተጨውዮም ብርክት ዝበሉ ገንዘብ ክኸፍሉ ይግደዱ እዮም። እዚ ኣብ ከባቢ ኣጅዳብያ ዝተረኸበ መቓብር መርኣያ ናይቲ ንዓመታት ኣብ ሊብያ ዝፍጸም ዘሎ ተኸታታሊ ግህሰት ሰብኣዊ መሰል፣ ስቓይን ስደትን ከም ዝኾነ'ዩ ተገሊጹ። ብተመሳሳሊ ጃምላዊ መቓብራት ኣብ ዝሓለፈ ዓመት'ውን ኣብ ከተማ ኩፍራን ገማግም ባሕሪ ትሪፖልን ብበዝሒ ከም ዝተረኸበ ይግለጽ'ዩ። ክብራትን ክብራንን ንሎሚ ናባኹም ዘዋድናዮ መገደስቲ ምዕባለታት ነዚኦም ይመስሉ ነይሮም ሓቢርኩምና ስለዝጸናሕኩም ኣዚና ነመስግን።